ካባኹም ጽበ እስቲ ላይክ ላይክ ምግባር ላይክ ምግባር ኣይትረስዑ ከምኡ እውን እቲ ቻናል ሰብስክራይብ ምግባር ኣይትረስዑ ዝኾነ ይኹን ዓይነት ኮመንት ሃሊኩም ድማ ኮመንት ጽሑፍለ ትኽእሉ ኢኹም ብዝተኻለ መጠን ምስ ተኻልኩም ክርየ ብማዓንቲ ላብ ዘነዘጋጀኹልኩም ቪድዮታት ንኽድ ሰናይ ምክትታል ንረገጻ የንጥምት ገዛ ርእስና እውን ክንጥምት ክንክእል ኣለና ምክንያቱ ሰባሲ እቲ ዝቐረበ ንየዒንትና ቅርኒው ዓይንና ክንሱስ ኣብ ርሑቕ ዘሎ ኢና ንርኢ ግን ከምኡ ክኾን ይብሉ ናባና ክንጥምት ኣለና ኣነ ከ እንታይ ሳይድ ኢፌክት ኣለኒ ኣነ ከ እንታይ ዓይነት ሕማቕ ባህሪ ኣለኒ ካበይ ኣምጪኻያ ብዘይ ገድስ ትራማታይ እዚኻ ኮንካ ካብ ከባቢኻ ድያ ተዓብያኻ ድዩ ገለሲ ኩላና ዝኾነ ነገር ኣለና ኖባዲ ፐርፌክት ሕጂ ክትለልዮ ምኽኣል ነቲ ናትካ ድኹም ጎኒ ሕማቕ ባህርታትካሲ ነቲ ንሰብ ንኸይትብድልን ንኸይትብደልን ብፍርቂ ብፍርቂ ሚእታዊት ንክትቅንሶ ይሕግዘካ። ሕጂ እታ መብዛሕትኡ ግዜ ድኻምና ኮይና ዝስምዓኒ ገዛ ርእስና ካብ ዘይምልላይ ዝመጽእ እዩ። ሕጂ ነብስና እንተለሊና እቲ ዝበለጸ ምክንያቱ ኖባዲ ኢዝ ፐርፌክት ድኹም ጎኒ ዘይብሉ ሰብ የለን። ነታ ድኹም ጎንኻ ምልላይ መቓጽ ዲኻ ሕማቕ ዲኻ ሓራቕ ዲኻ ገለ ዲኻ ብዘይገድሲ ክተለልያ እንተኽኢልካሲ ንዓኣስ ብምቁጽጻር ምስ ሰብ ብጽቡቕ ክትሳንን ክትነብርን ተኽእሎ ኣሎ እዩ። እዚኣ በቃ እታ ምጽዋርያ ከተንብረና ትኽእል እምበር
ስምዕኒ ኻኩ ጓለይ ማማኺ ሰንበት ክትርእየኪ ክትመፅያ ኣነ ምሳኺ ክኸውን እየ ዝደሊ ትብልያ ሕረዶ እንታይ ገበረ እንታይ እንታይ ገበረ ኣነ ከ እንታይ ደ ገይረ እንተ ኻኩ ጓለይ ምሽ ንስተ ሓሙሽተ ዓመት ዕብያትኒ የዕብያትኪ እወ የዕብያትኪ ኣነ ጓል እዚ ክሓድክዎን ኣንተ ኻኩ ጓለይ ሕጂ ኸ እንስኻ ኣብርያ ኣብርያ ንስኻ ጠባይ የብልክን ምኒን ጥራይ ኮንኪ ሲኢልኪ በቃ ማማ ናይ ባባኺ ክበሲትኪያ ትብለኒ ናግራም ኮይ ኣዴኺ ደሓር ከኣ ብመልክዔን ገለመንን ተሃኒና ብፍቕረይ ዛዕ ምስ በለት ኣታሊላትኒ እምበር ኣነ ፈጺመ ይፈትዋን እየ
ተሜ ትፈልጦ ዶ መን እዩ ተሜ እቲ ንማማ ኣፍቃያ እምበኣር ንዓኺ ፋና ድላያ ክትገብር ስለ ዝደለየታ ናባይ ኣምጽኣትኪ እሱ ክኸውን ነይርዎ ኣቦይ ኣነኸ ወላ ዘመድና ምኾንካ። ሕነኣ ክትፈዲ ከም ዝሰደደትኪ ደኣ እሞ መዓስ ጠፊእኒ ዘመድና ከኣ ኢልክኒ ባሕ ኣው ኣነ እኮ ተም እዩ ድመስለኒ ነይሩ ባባ ምስ ረኣኹኻ ግን ቅምጥ ኢልካ ኢኻ ንዓይ ትመስለኒ ኣቲ እንኳዕ ናይታ ገፍላዋ ኣዲኺ ወሰድኪ እምበር ዋላ ንዓይ ዝረኣየ ክሰብ ንእሽተይ ሓፍትኻ ድያ እዩ ዝብለኒ ወላ ንዓይ ንእሽተይ ሓውኺ ድዩ እዮም ዝብሉኒ ንዕዳይ ካኩ ጓለይ እቲ ዕላማ ተረዲእኒ ኣሎ ኩናት እዩ ተኣዊጅለይ ዘሎ

ሕጂ እስኻ ንዓይሲ ብምስትንፋስ ተሕልፈለይ ማለት ድዩ? የሕልፈልካ እዎ።
ስንኻ ኸኣ ትስበር፣ ትጎርፍ። እንታይ እሞ ዓብስ እንታይ ዓብስ ምስ ሞትካስ እንታይ ዓብስ እዚ እኮ ተ እንድሕር ሒዝካ እኮ በቃ ሓያል ኣይብል ገለ ይብል ይቀትለካ ጥራይ። እንታይ ኢኻ ትዛረብ ዘለኻ ንሓያል ኣይብል ንገለ ይብል ማለት ድዩ? ሓያል ኣይብል ገለ ይብል በቃ። ፐእ እዋይ ወደሞይ ተምጽዮ ዜና እኮ ክውዒ ብውዑይ ኢኺ ካብ ኣፎም ቁልፍ ተብልዮ ከምዛ ውዑይ ፉል ቶስት ኪድ በል ከይዝሓለትካ ነቶም ካልእ ገዛውቲ ከኣ ንገሮም እባ በቃ ወረ ከተሕልፊ ደኣ ከይሓልፈኪ እምበር ፐእ እዋይ እዋይ እዋይ

ናይዚ ሕማም እምበር ናይ መን ድኣ። ኣታ ፌኪታ ማዕረ ክንድዚ ትኸውፎ እዛ። ኣሕ ኣይትኸውፎ ፈፈው ምስ ኣበለካ ክትክውፎ ኢኻ።
ናይ ሎሚ ጽቡቕ ዜና ሓደ ካብቶም ንማሕበራዊ ሜድያ ብዝግባእ ዝጥቀመሉ ንብዙሓት ዝተሸገሩን ዝተጸገሙን ዝሕግዝ ዝነበረ ማስተር ኣብነት ሓሚሙ ናብ ወጻኢ ሃገር ከይዱ ሕጂ ድማ ብሰላም ናብ ኢትዮጵያ ተመሊሱ ምህላዉ'ዩ ሎሚ ድማ ድምቕ ዝበለ ኣቀባብላ ጌሮምሉ ብጣዕሚ ዘሐጉስ'ዩ ከምዚኦም ዓይነት መንእሰያት ንብዙሕ ሰብ ዝሓገዙን ዝረድኡን ናይ ጥዕና ሽግር ኣጓኒፍዎም ክትሰምዕ እንከለኻ ዘሕዝን እኳ እንተኾነ እግዝኣብሄር ከምዚ ጌሩ ጥዕንኦም ኣማሓይሹ ክትርኢ እንከለኻ ድማ ብጣዕሚ

እዘን ኩለን ትሪእወን ኣብዚ ዝስዕስዓ ኣዋልድ እዞም ኩሎም ኣዋል ኣወዳት ኣብዚ ዝስዕስዑ ኣይደዋወሩን እዮም ኣብ ጽምዋ እዮም ዘሕልፍዎ ግዜኦም ምክንያቱ ሓድሕዶም ምትእምማን ስኢኖም በቃ ሓድሕዶም ምትእማን ስኢኖም ሲ ኣብ ጽምዋ ይነብሩ ከመይ ዝበላ ንኣሽቱ ቆልዑ ኣክንዲ ሓደ ወዲ ሒዘን ድኸዳ ድደዋወራ ሻሃ ድሰትያ ገለመለ በቃ እ፣ ጥራሕ እስዕስዓ ኣንፈተን ጠፊወን ጠጠው እቶም ኣወዳት ካኹም ብዙሕ ሰብ ሎሚ ማሕበራዊ ሜድያ ተወሲኽዎ ሰብ ጸሊኡ ሎሚ ዓቕሊ የብልካን ምስ ሰብ ከተዕልል ካብ ምስ ሰብ ተደዋዊልካ ከተዕልል ሎሚ ኣብ ማሕበራዊ ሜድያ ኮመንት ክትመላለስ ትመርጽ ሕጂ ሓደ ሓደ ግዜ ይግረም እዩ ንምንታይ እዩ ከምኡ ዝኸውን ይብል ኣነ ስቕ ኢለ ይሓስብ እሞ እንታይ እዩ ኮይኑ እዚ ኩሉ ሰብ ተረዲኩም ዶ እዞም ኩሎም ኣወዳት ሲ ኣነ ሕጂ መዓት ኣዋልድ ይርኢ እዚ ቲክቶክ ብምሉአን ዘን ኣዋልድ ብምሉኦም እዞም ኣወዳትን ሲ ኣክንዲ ተደዋዊሮም ሻሂ ዝሰትዩ ሓዳር ዝገብሩ ዘብሉ እንታይ ይኾኑ መሲልኩም እቲ ፅምዋ ፅምዋ ይመርፁ ምክንያቱ ኩሉ ሰብ ሎሚ ምትእምማን ስኢኑ እቲ ሽግር ከዓ እንታይ እዩ ምስ ዒስራን ሓደን ክፍለ ዘመን ማች ክንገብር ኣይከኣልና ምኽንያቱ ኣብ ኤሮጳ ምስ መጻኻ ስታይል ናይ ኤሮጳ ኣፈቃቅራ ኣሎ ናይ ኤሮጳ ኣፈቃቅራ ኣሎ ናይ ኤሮጳ ስታይል ሓዳር ኣሎ ምኽንያቱ ኣብ መንጎ ኣብ ኤሮጳ ምንባርን ኣብ መንጎ ኣብ ዓድና ምንባርን እዩ ተጋጭና ዘሎ ንዓና ምኽንያቱ ሓደ ሰብ መጺኡ ብናይ ኤርትራ ስታይል እዩ ኣብ ኤሮጳ ክነብር ዝፍትን ብናይ ኤርትራ ስታይል ኣብ ኤሮጳ ኣይትነብርን ኢኻ ምኽንያቱ ኤሮጳ ኤሮጳ እዩ ተረዲእኩም ኣለኹም ስለዚ ናቱ ውጽኢት እንተ ርኢኹሞ ከኣ ምግጫው ብብዝሒ የጋጥም። መኽንያቱ ኣብቲ ኤሮጳ ኢንቴግሬት ክንገብር ኣይከኣልናን። በተሓሳስባ ኢንቴግሬት ክንገብር ኣይከኣልናን። ተሓጽየ እንዲኽ ክብለኒ ጸኒሑ። እንቋዕ ፈጠረሉ።
ወይ ኣታ ኣነኸ ተባኢስኩም ምሽ እሞ ክሳብ ሕጸድ በጽሕ ተመሲልኒ ወደይ ከተረድእዮ ነይርኪ ትጽብይ ነይረሲ ኣብ ዝነበራ ነይሮም ቦክ ከብልኦ ብዙሕ ድየ እምበባ ኣቢለኖ። ባለ ንፈልጣ
ስማዕ እስከ እሾኽ ኣነስ እንታይ ይወፀኒ ንመልክዐይ ከመይ ትገልፆ። ዓይንና በበይ ኢልና የረይ ንኸይሉ። ገንጋን ከመይ ድዩ ዝረኣየካ ደሎ። ከምዚ ንስኽ ትብልዮ ዘለኺ ዝተጋነነ ኣይኮነን። ኣነ ከለኹሲ እዛ ናይ ዓንዳይ ዳስ ተተኺላ ኣቦይ ኣይወለደንን። መን ድኣ ወሊድኪ።
ኣንታ ከምኡ ጌርካ እንዳ ክሳድ ክሳደይ ተጽንሓኒ ዘፍቀረ ክጥለም ከሎስ ከመይ ከም ዝኸውን ዲኻ ዘይትፈልጥ ኮንካ ኣየደንግጸካ እንዴ? ይፈልጥ እየ ከመይ ከም ዝኸውን። ሕራይ ከመይ ይኸውን?
ከም ዝዀንኪ እየ ዘለኺ።
ንመዛን ንብላና ንመዘን ንመዘን ባባን ነታ ተብለጅና ሰሪቑ ሸይጡዋ። እንታይ ኣይነበርኩምን ዲኹም ንስኹም? እንዳ ሓንጎለ ገይሩ ዕንዝዝ ኣቢልና።
ተረስ እንዲኻ ዘለኻ? ናይ ኮይ ጥምቀት ነይሩ ኩላና ናብኡ ምስ ከድናስ ባባ ናፍታ ቲቪ ከይዱ።
ኣታ እንታይ ዓይነት ሰብ እዩ ወደይ እዚ እሞ ዘይትሓትዎ
ኣይወሰድኩኒ ኢልና ትፈልጥዋ ዲኹም ከ ማለት ሲ ምናልባት ኣብ ገሊኡ ሸይጥዋ ከይከውን እሞ ምርኣናያ ኢለ እየ ኣንዳ ፈልጠ
ዝኾነ ፍሉጥ መለለይ ኣለዋ ድዩ ማለት ሲ ኣይፍለጥኒ ጎፍ ተበለትና እዎ ኣለዋ እንታይ ኣለዋ ዝበዝሐ እዋን ደፊእና ንሰምዐላ ነርና

ሸሃን ባን እንዳበልዓኻ ክንድዚ ሰስዓን ሃለፍታ ጌርካ ጥብ ኢልካ ከይትወድቕ። ባዕላ ንባዕ ንስኺ ኣብ ጥቓ ምድሪ ስለ ዘለና ምውዳቕ ብዙሕ ኣይጸልወናን። ናትካ ዘይትገብር ቄና። ኣነ ድኣ ደይ ናተይ ይገብር ጸኒሐ ደይ ንስኺ ከኣ ኣብ መንጎ ኣቲኽኒ።
ስማዕ እስከ ከሰተ መጺኡ ኔሩ ዶ? ከሰተ ይቕጽል ኣይኮ። ኣይመጽን
ንሃልካ ነዛ መርዓ ሪኡ ከልአን ደልዩ ድሕር ድሕር ኣብዝሓል ኣነ እሞ እንታይ ክብሎ ዱል ይዛረበካ ዘይኮንኩ ዘለኹ እንታይ ክብሎ እየ ከትብለኒ ልዕሊ ዓቕመይ ትዛረብኒ ኣለኺ ሓንጊድካ እምበር ካል ትፈልጥ ንስኻ ቴኖ እሞ መርዓ ተሪፉ ተሪፉ ቤሎን ገለ ምስ መረጽና ናት ገይረን ግጽምበር እቲ ቤሎ ደኣ ካል ዝምርዓዋ ስቶ እዩ ይኣኽለካ ሕጂ ንስኻ ምልጋጥ ኢኻ ዘለኻ ክልቴና ኦው ነጊረካ ኣለኩ ሓንቲ ቃል እሞ ስዕብ ሕጂ። በእ እንታይ በእ ሓንቲ ቃል ስዒበ።
ብሓንሳብ ደቂስኩም ኔርኩም ዲኹም? ዝኾነ ነገርስ ፈጺምኩም ዶ? ሓደ መዓልቲ ጋሻ መጺና መደቀሲ ምስ ተወሓሓደናስ ወላ ላዕልን ታሕትን ጠሚትና ኣብ ሓደ ዓራት ብሓንሳእ ክንድቅስ ኢልኒ። ሕራይ ኢለዮ። ሽዑ ኸኣ ጽንሕ ኢሉስ እሞ ቁልቁል ኮይንንስ ዋላ ናባኺ ገጸይዶ ክጥወ እብለኒ። ዋእ ኣነኸ ኣብ ገዛእ ገዝኡን ዓራቱንዶ ክቃወሞ ኢለ ሕራይ እብሎ። ትሰምዕንዶ ኣለኺ? ቀጽሊ።
ጥውይ ምስ በለ ኣንሶላ እዩ ተኸዲኑ ነይሩ። እዛ ኣንሶላስ ረቒቓትኒ፣ ዋላ ምሳኺዶ ኮቦርታ ክደን እብለኒ። ዋእ ኣነ ከኣ ብገዛእ ኾቦርትኡን ኣንሶሉን ዶኦ ክቃወሞ ኢለ ሕራይ ይብሎ። ውይ ኣንቲ ትርሓስ ክንደይ ኮለል ክትፈትዊኺ ጓለይ እሞ ዝኾነ ነገርስ ጌርኩም ዲኹም ኣይገበርኩምን። ዋይ ኣንቲ ሌላ ቀሪቢ እየ ወድእኒ ሽዑ በታ ሓንቲ ኾቦርታ ንኽደኖ እሞ ሽዑ ከኣ ጽንሕ ኢሉስ ኣነስ ነቲ ምሳይ ዘሎ ሰብ እንተዘይ ሓቂፈዮስ ድቃስ ኣይመጸንን እዩ ይብለኒ። ዋእ ኣነ ከኣ ብገዛእ ገንዘቡ ዶ ምሕቋፍ ከኣበይ ኾይነ ኢለ ሕራይ ይብሎ። ኡፍ ሽዑ ከ እንታይ ምዃኑ እየ ፈለልየ ዘከርክዎ እምበር ገለስ ንገብር ኔርና ኢና። ምንታይ
ድንግልናኺ ወሲድልኪ ማለት ድዩ? ኣነ ከማን ከም ኣይዕጽር።
ሴክስ ሓጥያት እዩ።
ብኸመይ ከምኡ ትብሊ ኣለኺ? ሓራይ ጽቡቕ ሓጥያት እዩ ትብሊ ኣለኺ። ሓንቲ ሕቶ ሓተኪ መጀመርታ ሴክስ ድዩ ተፈጢሩ ዋላ ሓጥያት? ፍሉጥ ነገር ሓጥያት እዩ። እዋእ ኣይኮነን ኣቲ ኣሞረ መጀመርታ ሴክስ እዩ ተፈጢሩ ብኸመይ እንተ ኢልክኒ መጀመርታ ኣዳምን ሄዋንን ኣብ ገነት ምስ ተፈጠሩ ሴክስ ተጀሚሩ ሽዑ ግን ብዙሕ ንቑሓት ስለ ዘይነበሩ ሴክስ እንታይ እዩ ኣይፈልጥዎን እዮም ኔሮም ሓጥያት ደኣ መዓስ ተጀሚሩ እንተ ኢልክኒ ካብታ ከይትበልዑዋ ዝተባህሉ ገረብ ምስ በልዑ ብወግዒ ሓጥያት ተጀሚሩ ሓጢኣት ምስ ገበሩ ዓይኖም ተኸፍተ፣ ጥርሖም ከም ዘለዉ ኸኣ ፈለጡ ይብለና መጽሓፍ ቅዱስ። ሓራይ ግደፍዮ እሞ ኩሉ ነገር። ሄዋን ንኣዳምሲ እንታይ ክትገብረሉ እሞ ኣብ ገነት ኣምጺዋ? እንታይ እያ ሽጉርቲ ክትመትረሉ? ገዛ ክትሕልወሉ? እንታይ እያ ክትገብረሉ? ካብ ንሄዋን ዝፈጥረሉ ኣዳም ድዩ ዝፈጥረሉ? ክልተ ኣዳም ኾኑ። ይዕልሉ፣ ይስሕቁ፣ ይጻወቱ። ስለዚ ተረዲእክሉ ኣሞረ፣ ሴክስ ሓጢኣት ኣይኮነን። ምኽንያቱ።

ገንዘብ ሓወይ እምበር ብኣኻ ኣይኮንኩን። ኣታ ንስኻ ብቐደሙ ክብረት ኣየፍትወልካን እንድዩ ሕጂ ግን ደኺመ እንድየ መጽየ ከዕርፍ። ኣቲ ጓል
ክሳብ እዛ ሰዓት እዚኣ ሰይቲ ሓወይ ኢለ ኣኽቢረኪ ነይረ ካብ ሕጂ ንደሓር ግን ካብዛ ገዛ ተወር ኢልኪ ተወጺኺ ዝመጸኪ ሳዕቤን ክትርእይ ኢኺ። ኣታኺ ጀልፋፍ እንታይ ኢኻ ክትገብር እስከ እስኻ። ኣቲ ጓል ዓለይ ትፈታትንይ ኣለኺ። ዋይ ኣታ እንታይ ኢኻ ክትገብር ደሊኻ ወረግ ኣብ ሂወተይስ ንዓኻ እንታይ እዩ ዝምልከተካ ሕጂ ዘረባ ኣይደልን እዩ። ከማን ገዛይ ገዲፍካለይ ውጻእ። ኣይወጽእ ናቲ
እዚ ክትፈልጢ ገዛ ሓወይ እዩ እወ ከመይ ጌርካ ካብቲ ገዛ ተጋሒጥካ ትወጽእ ከርእየካ እዩ ናይ ኣይፈለጥካኒ ድሓንስ
መና እዩ ክጓሓፍ ቀስ ኢልና ክንርኢ ኢና ሕጂ ግን ኣብዚ ኩሉ ነገር ከይበጻሕካ ኣነ ጌጋ ክሽፍነልኪ ኩሉ ነገር ክደፍ እዩ ናብ ልቢ ክተመለሲ እንታይ ጌጋ እዩ ዘለኒ እስከ ንገረኒ ኣትስቕበሊ ጉድኪ ከይውጽኦ

ወላ ኣርቲ ኣይኮነን
ኣይኮነን ከጸብቕ ከጸብቕ ኣርኪ ግን ፍ- ፍርቁ ኣርተዩ ግን ናተይ ዓቕሚ ኣለና ዝኣኽለኒ ያ ጸጉርኺ ይመስል ግን ከምዚ ኣርቲ ዝወሰኩሉ ገለስ ኣይመስልኒ
ናይ ገይረ ኣሎ ገይረ ኣሎ ወሲኹ ኣሎ

ናይ ጅሲ ባዕሎም ሕጂ ምሽ ከምዚ ተፋቕሩ ከምዚኣ ከምዚኣ ብለካ ፅንሕ ኢሎም ካ እንዳሃሪ እዚኣ ከምዚኣ እዚኣ ከምዚኣ ኢሎም ካብ ባዕሎም እዮም ዘባእሱኻ ኣድርየ እኒኦ ዘለካ ኣብዚ ዝፀሓፍ ዘሎ ኩሉ ኣብዚ ዝፀሓፍ ዘሎ ትሪኦ ኣለኸ ዶ ኩሉ
እንታይ እዮም ኪስ ዝብሉ ኣለዎ እንታይ ማለት እዩ ኦመልየሞ በቃ ኪስ ጣጣ ገለገለ ብልና ኣለዉ እንታይ ታይ ዝብሉ ኣለዉ በቃ ንዓይ ዝፅቡዮም እዩ ዝሓስቡ ዘለዉ ሓፍቴናተይ ተረዲኪ ፅልኢ ይኮነ እዚ ፍቅሪ እዮም ዝምነዩልና ዘለዉ ዛፅዋ ኪስ ጣጣ ዓርኪ ገለገለ ውልና ኣለዉ ኖርማሊ ወደደይ መዓርታይ ኪስ ገለገለ ሲምፕል ንመፃኢ ንሓሰብና ስኒ ኪስ ገለገለ በቂቕና ኣልኩም እንታይ ፀገም ኣለዎ ታታ ጥራሕ ኣግበር ኖርማሊ ወደደይ መዓረ እዛ ሙታይ ከታርጋ ታይ ሕቶ ዘረባ ንደልዮ ካልኦ ደደይ መዓረ

ድሎ እየ ዘሎ ሓንቲ ዘደንግጹኻ ዶ ቆልዑት እዮም ንሶም ገለ ዕድሎም ሂቦም እንታይ እሞ ክትገብር ኣብ ተኣምነሉ ምጓዓዝ ዝሓይሽ ተሰማሚዕኻ ተረዳዲእኻ ብሰላም ምፍታሕ ይሓይሽ። በል ክትፈልጥ ወረጃ ማዕዶ ምዃንካ ሓዳር ምሳኻ ምስ ገበርኩ እየ ፈሊጠ ንረብሓይ ሃፍተይ ስለ ዝደለኻ እምበር ፍቕሪ ከም ዘይብልካ እኮ ኣጥዕየ እየ ፈሊጠካ ኣነ ፍቕሪ ዝብሃል የብልካ ንስኻ
በስመኣብ መን ይኾን ኢሉኪ ሕልና ጌጋ ርድኢት ሒዝኪ ኣለኺ ኣነ ከምኡ ኣይሓሰብኩን።
ኣእ መን ድኣ ኣብልካ ሌባ ጻድቅ ኣነ እኮ ሕልና እየ ኣብ ሽቅ መዳሓንተይ ዝተቀብረሉ ዋዛ ጓል ከይመስለካ ሕራይ ጓል ኣስሞሮም እየ ኣነ ስለ ዝኮነ ከኣ ኣብ ሕሳበይን ገንዘበይን ገጥ ኣቢለ ዝሕዘካ

ጉዳይ ፍትሕ ዝበልክዮ ፍትሕ ድልዋ ኣለኹ ዝራ ክፀውዐ ሽማግለታት ክፀውዐ ኣነ እውን ከምኡ ጉዳይ ፍትሕ ንክንብል ሎሚ ይነግር ፅባሕ ኣይነግር ትፋታሕ ከይመስለካ ሓራይ ኣይፈትሐካን እየ ብጭንቀት ቅድስት ማርያምካ ክትረእ ኢኻ
ኩሉ ባዕልኺ ኢኺ ብላይ ግበር ሕጂ ኣነ ግን ክኸይድ ገድፈኪ በዓል ስራይ። እንታይ ትብል ኣታ ከይድ ምርቅፍ በል ኣብዚ ምሳይ ሃሊካ ከ እንታይ ዶ ክትምለእ ኣለካ እንትርፎ ከተዛርበኒ።
ሎሚ ደቂ ሓድሽ ነገር ኣይኮነን ቻው።
ናይ ልቡ ድንፋታ ዝብለን ዘሎ እንታይ ዝኸውን ዘለኹ ግን ኣነ።
ኣዲስ ኣበባ ዘለዉ ዝሰርሕዎ እንታይ እዩ ኣብ ባር ትስእሲ ጓል ኣብ ኣራት ትድቅስ ኣብኡ ዘለዉ መንእሰይ ዘሕልፎ ፀገም ግን ዘርእየና ስቶሪ ኣሎ ዛሷይ ኣናዘርካ ንመንእሰዩ ነፍልቆ ኣለና ማለት እኮ እዩ ኣብኡ ዘሎ ጥዑም መሲልዋ ጀነር ተማሃሪ ወይ ከዓ ሃይስኩል ነገራት ከየስተማቕረት ኣዲስ ኣበባ ትምነዮ ኣብኡ ዘሎ ናይ ህይወት ቅለስ ግን ትፈልጦ ፊልምታትና እንታይ ክኸውን ኣለዎ ማለት እዩ እቲ ኣበር እቲ ድኽመት እቲ ናይ ህይወት ቅልስ ከርእየና ኣለዎ ተረዲካ ኣሎ ወይ ከዓ ከተስፈወና ኣለዎ ከፀናናኣና ኣለዎ ተረዲካ ኣሎ መብዛሕቱ ግዜ እንታይ ይመስለካ እዚ ከዓ እውን ብንቅሓት ክረአ ዝግብኦ ጉዳይ ብንቅሓት ክረአ ብንቅሓት ኣዝዩ ንቅሓት ክረአ

ያ ኣነ ከማኹም ዓምያናት ርእየ ይፈልጥኒ ንፍቕሪ ትዕበይሉ ኣለኹም ያ ንፍቕሪ ደኣ ከምዚ ናይ ሂንድያን ፊልሚ ጌርካ እምበር ትሕንቅቆ ስንጓ ተነፊሕኹም ልሜትኩም እዋይ ማርያም ኣስመረይቲ ትርአ ኣታ ቆልዓ ሕማም ኣለካ ድዩ ሕጂ ንስኻ ፍቕሪ ሰብ እዩ ትፈልጦ መን ይኸ ንፍቕሪ ኢና ኢልካ ብጀካኹም ኩሉ ሰብ እዩ ዝፈልጥ ንሕና ኣዒንትኹም ጠሚትና ኣንቢብናኩም ኢና እስኹም ሰማይ ሰማይ ክትጥምቱ ዕዕንትኹም ስለ ዘይተጻማሞትኩም እዩ ትጸገም ቅድም ሕቶ ይመልሰለይ ፍቕሪ ሳበይ ትፈልጦ እንታይ ከም ዝጥዕም ትፈልጦ እውይ ቤላ ሕቶ ረኺብክኒ መጀመርታ ነታ ደፍቀርካያ ምስ ረኣኻያ ከምዚ ጥዑም ንፋስ ዝስምዓካ ደሎ ኮይኑ ይስምዓካ ከባቢኻ ብምሉኡ ጸጥ ይብል ብጽምዋ ሽዕኡ ንበይንኻ ገለ ዓይነት ጥዑም ሙዚቃ ዘለዋ ደርፊ ትስማዕካ እታ ኣፍቃሪትካ ድማ ደሞ
ዕስራ ዝረብሑ ዕስራ ክንደይ ቤንቲ ብቤንቲ ቦሽሕ
ድሙ ፊልም ሕልሚ እዩ፣ ቁፅሪ ግን ክውንነት እዩ። ንስኻ ክውንነት ቁፅሪ እዩ ዛወደይ ቁፅሪ ከይሓዝኪ ከዓ ሂንዲ ኪዲ ማርስ ኪዲ ፍቅሪ ዝበሃል የለን ኮይዞ ወደይ
ኣሶይራ ከምኡ ዘይግበር ያብ ቅድሚ ዶና ያሰኪተመ መሓሪፍ ድብለኻ ደይ መዓረይ እዋ ኣነ ኣምነ ዋሕቲ ካሪና ካቡለ

እዚ ከምዚ ካብ ከምዚ ወዲ ከምዚ ውጽ ከምዚ ካብ ከምዚ ወዲ ከምዚ ካብ ውጻእ ካብ ከምዚ ወዲ ከምዚ ተሸክሽኩ እንተ ሓደ ይበሃልስ ሓደ ምስ ሓደ ውልቃዊ ጸገም ዘለዎ ንስኩም ከ ካበይ ናበይ ትሸናክርዎ ብ ሾሻል ሜዳ ካበይ ናበይ ትወዙ ካበይ ናበይ ትጥንቁሉ ከመይ ዓይነት ጠንቆልቲ ህዝቢ ሓደ ሰብ ናብርኡ ዝገብር ዘሎ እዋይ እዚኦም ምስ ከምዚ እንዲዮም ምስ ከምዚ እንዲዮ ትብል ኣበይ ሪኢካ ኢካ ከማካ እንታይ ጭብጢ ኣለካ ወሪድዎ ካባኣ

ስማዕ እንዶ እስኻ እንታይ ጸገምካ? እይ እንታይ ጸገም ኣለኒ ደኪ? ባዕልኻ ትፈልጥ ንምንታይ ኢኻ ንሉና ሓፍቲ ትረኽባ ዘለኻ? እይ ናተይን ናይ ሉናን ርክብ ይምልከተኪ ዲዩ ኮይኑ? ኣመና ኣንጸቲ ሰብ እያ ፈቃር ሰብ እያ። እንታይ ጀሚርኩም ዲኹም ፍቕሪ? ኣንቲ ሓፍተይ ግድን ዲኺ ብዛዕባና ክፈልጥ ደለኪ? እንታይ እሞ ክፈልጠሉ?

ተሓኒቐ ዘይመውት ወደይ ይሕሸ እንተልኪ ድኣ ሸቃቕተኒ ብዝኾነ ወዲኺ ተኾንኪ ክኸይድ ኣይወዳእኹን ካባና እንታይ እዩ ድልየትካ ካባና ማለት ኣይተረድኣን ካባና ድኣ ካብ ክልተ ኣሕዋትሲ እንታይ ኢኻ ደሊኻ ትመላልስ ዘለኻ ብለካ ኣለኹ ካብ ሎሚ እኮ ምሳኻ ዘራኽብ የብለይን ኩሉ ርክበይ እኮ ምስ ሉናይ ፕዋ ኣታ ሓወይ ሉና ሓፍተይ ኣብ ኮምታት የላ ንሳ ኣላይ ስድራ እያ በጃኻ ግደፋ ከይተጓናድባ። ተዘይ ተጋግየ ዓባይ ሓፍትና እያ መስለኒ ብዕድመ ውን ንሳ ምሳይ ትከይድ ኮይኑ ይስማዓኒ። ከመይ ድያ መፍቀሪትካ በቢ ዝከድካዮ ዲካ ስቂልካ ተፍቅር። ኮሙ ደይኮነስ ግን ንሱ ካብ ኣብበኒ ሲ ኣማራጺ ሲኢና ዳሓር ካኣ ካብ ናብ ካልእ ድከይድ ሲ ኣብ ሓደ ገዛ ክኮነለይ ደልየ። ኣይትላገጽ

እወ ጽቡቅ ኣሎ ወዲ ትጸልኢ ኢኺ ትፍንፍኒ ኢኺ ተንዕቂ ኢኺ ምሽ ሓፍትኺ ግን ኣብ ልዕለይ ማራ ክብረት ኣለዋ ኣነ ከኣ ጽቡቅ ኣሎ ሓፍተይ እንኮ ልክዕ ከማያ ኣይኮነትን ክብረት ወዲ ኣለዋ ታመና ለዋህ ጓል ምሳኺ ዘራኽብ ከኣ እሞ ወላ ሓንቲ እዩ ዘይብላ ናሆም ኣይትሕርቀኒ ንዓይ ዝኾነ ንገድፈኪ
ኣብርሽ ንኣብነት ሲ ኣዲስ ኣበባ ሓሙሽተ ዓመት ተቐመጥ ኣዲስ ኣበባ ሓሙሽተ ዓመት ምስ ተቐመጥካ ንካናዳ ትኸይድ ኣብ ካናዳ ምስ ኣተኻ ስራሕ ክትጅምር ትደሊ እሞ ትሽገር ስለዚ እንታይ የጣዕሰካ ሓሙሽተ ዓመት ኣብ ኣዲስ ኣበባ ኮፍ ኢለ ዓራት ከማምኡ ከለኹስ እንታይ ኮይነ ላንጉጅ ዘይተማሃርኩ ከምዚ ከምዚ ክገብር ከለኹስ እንታይ ኮይነ ከም ዘይገበርኩ ትብል ዶ ሽዑ ኣይመን መፅና ኣዲስ ኣበባ እንታይ ትብሎ ኣታ ቆልዓ ቅድሚ እዛ ፕሮሰስካ ላንጉጅ ተማሃር ሞያ ተማሃር ግዜኻ ኣብ ቲክቶክ ምርኣይን ኣብ ከምዝን ከይተሕልፉ ኢልካ ትመኽሮ ስለዚ ሓንቲ ጓል ከዓ እንተ ተፋቲሓ ነታ ድሕሪኣ ደላ ጀኔሬሽን ትመፅ ዘላ ወለዶ ጓል እንታይ መልእኽቲ እያ ትሓልፈላ ዘላ እዋ ሓዳር ሕዳር ናብራ ድዩ መስለኪ ኣቲ ሰብኣይ እሞ ካዞም ሓበሻ ሰብኡት ምቅብጣር ኣይፈልጡ ገለ ይፈልጡ ገለ መለ ገለ ድያ ክትብል ዘለዋ ዋላስ ዝሓፍተይ ተረጋጊ ኣነ ንዓይ ዘጋገየኒ ነገር ስምዒት እዩ ኣብዚ ዕድሜኻ ንዓይ ዘጋገየኒ ነገር ዘይምጽንናዕ እዩ ክጸናናዕ ግዜ እንዳሃለወኒ ከሎ ኣክንዲ ከምዚ ጓል ንዓይ ዘጋገየኒ ነገር ቅድሚ ሓዳር ጥንሲ እዩ ንዓይ ዘጋገየኒ ነገር ከምዚ እዩ እንታይ ደኣ ኢላታ እታ ጓል ኣብ ሂወታ እንታይ ትሓስብ መቸም ክትፍታሕ ትደሊ ጓል የላ ኦኬ ኣነ ንኸይፋታሕ ቅድሚ ሓዳር ክጠንስ የብለየን ኣነ ንኸይፋታሕ ከምዚ ዓይነት ወዲ ክመርፅ ኣለኒ ኣነ ንኸይፋታሕ ምስቲ ወዲ ምፅናዕ ክወስድ ኣለኒ ኢላ እንታይ ክትገብር እያ ኣብ መዓላኣ ከተውዕል እያ ሓዳር ምሕዳር ምዃኑ ንድሕር እናተመኸረት መፅያ ግን ኣብ ሰብኣይ እውን ክብሪ ክህልዋን ይፅባሕ ረዲካኒ ንዓንጀራ ሰንክተለይ ቡና ፍላሓለይ ትብል ጓል ክትመፅእ ትኽእል ድሕሪ እዚ ፍትሕ ክመፅእ ምዃኑ ርዱ እዩ ዋላ ነቲ ከነልዕሎ ፀናሕና ኪዳን ዝበሃል ዓብ ነገር ከማሲ ከም ተራ ነገር ጌርናዮስ ነዚ ምስጢር እዩ ኣደን ሰበይትን ኢሉ ከዛረበና ከማ ዝመፀ ኣርእስትስ ኣፍኪስና ርኢናዮ ማለት እዩ መወዳቱ ናይ ብሓቂ ሓቂ ትኽክል ትኽክል እዩ ቶም ይሓወይ
ደቀይ ብሩኻት ሰላም ሰላም ብሓበራ ምሉኣት ደቀይ ወፊርኩም እተዉለይ ፀሓይኩም ትብረቀለይ ድነፈሰት ንፋስኩም ድበረቀት ፀሓይኩም እግበረለይ ኣነ ፅቡቅ ኣለኹ በጀካ ናፍቆትኩም ብሓበራ ብሓበራ ደቀይ ደቀይ ብሩኻት ከምቲ ኣኻይዳኹም ኣማልታኹም ደሃይኩም ኣይተሓባእኩም። ቁፋሮይ ኣውፊርካ እተው በሊዕኻ ጽገብ ተኻዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኣውፊርኩም እተው በሊዕኹም ጽገቡ ተኻዲንኩም ሙቕ ጎይኹም ኪዱ ክንዲ ናይገይ ዕድመ ይሃብኩም ፒስ ኣውት